ሰላም ከመይ ቀኒኹም ዝኸበርኩም ተኸታተልቲ ስኮፒ ሳሚ እዚ መደብ እዚ ስኮፒ ሳሚ እዩ ስኮፒ ሳሚ ሎሚ ድማ ብዝተፈለየ መልክዑ ጋሻ ሒዘልኩም መፅእ ኣለኹም ናይ ሎሚ ጋሻይ ፍልይ ዝበለ ጋሻ እዩ ምክንያቱ ቅድሚ ሕጂ ብዛዕባ ስነ ጥበብ እየ ዝዛረብ ነይረ ወይ ኣብ ስነ ጥበብ ዘተኮረ ነገራት ኢና ንዛረብ ነርና ሎሚ ግን ኣብ ጥዕና ዘተኮረ መደብ እዩ ክህልወና ብስፍሕ ዝበለ ኣዝዩ ዕሙቕ ዝበለ ኣገዳሲ ዝኾነ ከኣ እዩ ክትከታተሉና ብኽብሪ ንዕድም። እዚ መደብ እዚ ኣብ ኣሚር ግራፊክስ ስቱድዮ እዩ ዝስቀል ደሎ ወይ ዝጸዓን ደሎ ኣብ ኣሚር ግራፊክስ ስቱድዮ ሎሚ ዝጅምር ዘሎ መደብ እዩ እዚ መደብ እዚ ንምትብባዕ ኩላትኩም ሼር ሳብስክራይብ ኮመንት ክትገብሩ ንላቦ ምክንያቱ ኣሚር ግራፊክስ ከም ኩላትና ከም ንፈልጦ ኣብ ስነ ጥበብ ሃገርና ኣዝዩ ዓብዪ እጃም ዝገበረ ትካል እዩ እዚ ትካል እዚ ኩሉትኩም ከም ትፈልጥዎ ኣብ ቪድዮ ክሊፕ ምዕያይ ይኹን ዋላ ኣብ ፊልም ኣብ ምቕራብ ከም በዓል ትማሊ ዝኣመሰለ ዓበይቲ ስራሓት ዝተፈላለዩ ሕጂ ክንጠቕሶ ዘይንኽእል ኣዝዩ ብዙሕ መጠኑ ብዙሕ ዝኾነ ስራሕ ዘፍረየ እዩ። ሕጂ እውን ተዓጢቑ ነዚ ናይ ዩትዩብ መደባት ኣትሒዝዎ ጀሚርዎ ኣሎ። ኩላትና በብወገና ሳብስክራይብ ብምግባር ነዚ መደብ እዚ ነዛ ቻነል እዚኣ ንክነተባብዕ በዚ ኣጋጣሚ እዚ ክሕብር እፈቱ። እሞ ናብ ጋሻይ ክወስደኩም እየ ሎሚ ጋሻይ ኮንሬል ፍስሃይ ኣድሓኖም እዩ ዝበሃል ኣብ ጥዕና ዝነጥፍ ግን ብዓቢኡ ክልተ መፅሓፍቲ ዘዳለወ እዩ ሓንቲ ኦረዲ ተሓቲማ ኣብ ዕዳጋ ትርከብ እያ ሓንቲ ከዓ መስርሕ ምሕታም ትርከብ እያ ኮነሬል ፅቡቅ ግዜ ክነሕልፍ ተስፋ ገብር ብመጀመርታ እንኳዕ ናብ ስኮፒ ሳሚ ብድሓን መፃኻ ብመደበይ ምምፃኻ ብጣዕሚ ሕጉስ እየ ኮነሬል የቐንየለይ ናብዚ ስትድዮ ዘለኒ ርእቶ ኮታ ንኽገልፅ ምዕዳመይ ደጊመ የቐንየለይ ይብል። ብጣዕሚ ፅቡቕ ኮነሬል ክልተ መፅሓፍቲ ፅሒፍካ እታ ሓንቲ ሓቲማ ድሮ እታ ሓንቲ ከዓ ኣብ መስርሕ ምሕታም እያ ትርከብ ሕጂ እቲ ሎሚ ክንዛረበሉ ደሊና ደልና ትኹረት ሂብና ንዛረበሉ ዘለና ኣርእስታት ኣዝዩም ብዙሓት እዮም፣ ግን ብጥዕና ዘተኮረ እዩ። ግን ቁሩብ ቅድሚ ሕጂ ኣብ ሜድያ እውን ንሰብ ምናልባት ኣብ ናይ ሶሻል ሜድያ እውን ሰብ ርኢካ ስለ ዘይፈልጥ ቁሩብ መን እዩ ኮነሬል ዝብል ሕቶ ከየምጽእ እሞ ቁሩብ ድሕረ ባይታኻ ሕጽር ኣቢልካ እወ
ጽቡቕ ሰይድ ሓኖ ዝባል ኣነ ዕጅብት ናይ ስንእስነተይ ዝዓበኹሉ ነዊሕ ግዜ ከይወስደልና ኣብኡ ከይኣተና እንከለና ኣብቲ ናይ መወዳእታ ጫፍ ክመጽእ ዓሰርተ ክልተ ክፍሊ ኣብ ሰብዓታት ወዲኤ ሽዑ ባዕልኻ ደኣ ብዙሕ ምግናን ከይመስል እምበር ንፉዕ ተማሃራይ ነይረ ንነብስኻ ደኣ ምግናን ከይመስል እምበር ካብቶም ንፉዓት ዝበሃሉ ተማሃሮ እየ ነይረ ብውሕዱስ ኣብቶም ቀዳሞት ዓሰርተ ኣለዎ ኩሉ ግዜ ትኾነ ኣብቲ ቅድም ዝበለ ተዘይኮይነ ተዘይኮይኑ ግን ቶፕቴና ሳይንስ ኣለዎ ኩሉ ግዜ ብጣዕሚ ፅቡቅ ኣብ ገጠር እየ ተወሊደ
ኣበይ ከባቢ ኣብ ከባቢ ደቡብ ከባቢ ሰንዓፈ እየ ተወሊደ ኣዝማሪኖ ኣዝማሪኖ ይኮንኩ ኣዝማሪኖ ከመይ ኢኹም ንስኻ ትገልጾ
ጸገም የብሉን ኣዝማሪኖ ኣዝማሪኖ ጽቡቕ ጫማ ገይሩ ጽቡቕ ካምቻ ዝገብር ፍልይ ዘሎ ማሻሽጣ ዘለዎ ብዙሕ ሽጣራታት ዝፈልጥ ቁሩብ ከዓ ቀጠፍጠፍ ዝብል እንተኮይኑ ዲ ኣዝማሪኖ ዝበሃል ሲ ወይስ ወይ ከዓ ኣብ ኣስመራ ተወሊዱ ዝዓበየ ድዩ ኣዝማሪኖ ዝበሃል ወይ ድማ ተማሂሩ ወይ ከዓ ጥበብ ኣጥሪዩ

ነይሩ ናብኡ ክልተ ዓመት ብዲፕሎማት ተመሪዐ እወ ብድሕሪኡ ኣብ ኢትዮጵያ ከይደ ኣብ ኤርትራ እኳ ይሰራሕኩ ናብ ኢትዮጵያ ከይደ ሃላፊ ናይ ሄልት ስቴሽን ነይረ ኣብ ሆስፒታላት እውን ሰሪሐ እወ ሕጂ ሽዑ አ፣ ክልተ ነገር ኣብ ኣእምሮ የመፅናኒ ሓንቲ ንሜዳ ክወፅእ ሓንቲ ከዓ ንትምህርቲ ይኸይድ ኣጋጣሚ ኮይኑ ትምህርቲ ረኪበ ነይረ ስኮላርሽፕ ረኪበ ነይረ ሽዑ እዋን እወ ሕጂ ፍርቂ ፍርቂ ኮይነ ግን እቲ ዝነበረ ግፍዕታት ገለ ዋላ ኣብ ነብስና ከይተረፈ እውን ምድንዳናት ናይ ኢትዮጵያ ስለ ዝነበረ ድሕሪኡ ንሜዳ ወፅኤ ካልኦት እውን ነይሮም ምሳይ ዝወፁ ሜዳ ወፅኤ ሜዳ ምስ ወፃእኩ ብዙሓት ሰብዓታት ኢኻ ሜዳ ሰብዓታት ሰብዓን ሸውዓተን መወዳእታ መወዳእታ ሜዳ ምስ ወፃእኩ እቲ ናይ ሕክምና ሙያ ስለ ዝነበረኒ ኣብ ሓንቲ መጠለኒ ኣርባዕተ ሰለስተ ትበሃል ተመዲበ ኣብኣ ዝሰርሕ ነይረ ከም ሓላፊ ነይርዋ ንሱ ኣነ ምክትል ዳርጋ ኮይነ እየ ዝሰርሕ ነይረ ሓኪም ስለ ዝኾነ ከዓ ናይ ሓኪም ስራሕ ዝሰርሕ ነይረ ብድሕሪኡ ግን ሓላፊ ናት ኣሁን ኮይነ እውን ሰሪሐት ሰብ ተቐይሩና ካልእ ድሓር ኣብ ሓንቲ ካብኣ እውን ናብ ካልእ መፀለኒ ኮታ ካብ ሓኪም መጠን ናብ ብሪጌድ ካብ ብሪጌድ ናብ ክፍለ ሰራዊት ካብ ክፍለ ሰራዊት ክሳዕ መወዳእታ ደሓሩ ናይ ማእከላይ ሕክምና ናይቲ ህዝባዊ ግንባር ሆስፒታል ብቐንዱ ኣብኡ እውን ከም ኣድሚኒስትሬተር ኮይነ ሰሪሐ ሓንቲ ኣብዛ ተመክሮ ናተይ እቲ ናይ ውግኣት ናይ ገለ ብዙሕ ብዙሕ ንሳቡ ከዓ
ሓንቲ ክነግረካ ግን ሳዕ ህጀ እግረይ ዘይርስዓ

ኣብ ስቱድዮ ማናጀር እዩ፣ ኣብ ሕክምና ማናጀር እዩ፣ ኣብ ሕርሻ ማናጀር እዩ፣ ኣብ ኮምፒተር ማናጀር እቲ ማናጀር ዝበሃል ሲ ኣብ ኩሉ ዝሰርሕ ስራሕ ስለ ዝኾነ ኣገዲሱኒ ንዓይ ተማሂረ ብዲፕሎማ ግራጁዌት ገረ ብድሕሪኡ ንኣሜሪካ ከይደ ምስ ናይ መንግስቲ ስኮላርሽፕ ዓይነት እዩ ኣብ ፍርሳም ሂስተን ዝበሃል ቴክሳስ ሳን ኣንቶኒዮ ትበሃል ከተማ ኣብኣ ንሓደ ዓመት ተማሂረ ኣብቲ ሰንተር ናይ ኣሜሪካ ቤት ትምህርቲ እዩ

ተስፋ ይገብር እካ ብዛዕባ እቲ ዝሓለፍካዮ ናይ ሰውራ ታሪኻትካ ውን ብመጽሓፍ ደረጃ ተዳልዮም ክቐርቡ ውን ተስፋ ንገብር። ሎሚ ግን ኣጋጣሚ ኮይኑ ብዛዕባ እተን ምስ ጥዕና ዝተኣሳሰራ ዝጸሓፍካየን መጽሓፍቲ ኢና ክንዘራረብ ዓዲመካ ዘለኹ። እቲ ዘሐጉስ ነገር ኣነ ከም እሙንተይ ሓደ ሰብ ኣብ ሂወቱ ሓንቲ መጽሓፍ ክህልዎ ኣለዎ ዝብል እምንቶ ኣለኒ። ኣነ እውን ከምኡ ክጽሕፍ ኣለኒ ሓደ እዋን ወይ ኩሉ ሰብ ከምኡስ ክህልዎ ኣለዎ ገለ ኢኻ ትብል ነው። እስኻ እውን ቀዳመይቲ ክልተ መጽሓፍት ኣብ ምድላው ሓንቲ መጽሒፍካ ኣብ ምዝርጋሕ ኣለኻ ዘርጊሕካ ኢኻ ድሮ እታ ሓንቲ እውን ኣብ ምዝርጋሕ ትርከብ ኣላ ስለዚ ከምዚ ደረጃ እዚ ምብጻሕካ መጀመርታ እንኳዕ ሓጎሰካ ክብለካ ይደሊ እቲ ዝገርም ነገር ከኣ እታ ቀዳመይቲ መጽሓፍካ ብዛዕባ ጥዕና ተኮር ስፖርታዊ ምንቅስቓሳት ንጥዕና ብዝጠቅም መልክዑ ተዳልያ ዝቐረበት እያ። ካብ ዘዕለልካኒ ድማ ሰለስተ ግዜ እያ ንሕትመት በቒዓ። ተሸይጣ ማለት እዩ ሰለስተ ግዜ ስሕቲምካያ ኢኻ ስለዚ ኣገራሚ እዩ እዚ እውን ሓደ ካልእ ዓብ ዓወት እዩ እሞ እንታይ እዩ ምስጢር ናይ መጽሓፍ መጽሓፍካ ሰለስተ ግዜ ዘሕተሞ ምክንያት እንታይ እዩ ነይሩ? እቲ ብኦ ክንጅምር። እወ ሕጂ እቲ ናይ ገድሊ ዝበልካ ንብኣ ክጅምረልካ እሞ ሕጂ ኦረዲ እዛ መጽሓፍ ኣብ ምሕታም ትርከብ ንብላ ዘለና ኣላ እንድያ እወ ብጀካኣ ግን ናይ ሕክምና ዘይኮነ ተመክሮ ናይ ሕክምና ውግእን ቃልስን ታራ ናይ ሕክምና እቲ መጽሓፍ እውን ከባቢ ሰለስተ ሚእቲ ፔጅ ዘላ ኦረዲ ተጻሒፋስ ኣብ ኤዲትን ቀሪባ ኣላ። ንሳ እውን ካብ ኣጋር ሓኪም ጀሚርካ ክሳብቲ ኣዝዩ ዝተረቐቐ በቲ ዓቐን በቲ ዓቐን ናትና በቲ ደረጃና በቲ ደረጃ ኣብ ሰውራ ዝነበረሉ እዋን። ዝነበርናዮ
ንኡ ትገልፅ እውን ሓንቲ መፅሓፍ ኣዳልየ ኣለኹ ኦ፣ ብጣዕሚ ፅቡቅ ንሳ ካብ ምዝራዕ ጀሚራ ክሳብ መወዳእታ ወርሒ ዓሰርተ ክልተ ድፋዕ ንሕዘሉ እዋን ትገልፅ ግን ገና ናይ ብዙሕ ቦታ ዘኒሐ ኩነ ተመክሮ Anyway ናይ እዛ መጽሓፍ ከመይ እያ ከምኡ ሳዕ ክንድዚ ተሓቲማ ወይ ተቐባልነት ረኺባ ገለ ምናልባት ብውልቂ ደረጃ እኳ ብዙሕ ኣይኮነትን በዞም ውልቀ ሰባት ውልቀ ሰባት ገዚኦማ ክኾኑ ይኽእሉ ኾኑ ግን ምክልኻል ብዓብዩ ኣገዳሲት ኮይኖም ረኺቦማ ምክንያቱ ሓደ ኣካላዊ ምንቅስቃስ ንጥዕና እያ ብቕዓትን እያ ትብል ከም መፅሓፍ ኣካላዊ ምንቅስቃስ ንጥዕናን ብቕዓትን እንድያ ትብል ዘላ ክልተ ነገር ማለት እዩ ኣካላዊ ምንቅስቃስ ጌርካ ሲ ሓደ ብቑዕ ንክትከውን ካልኣይ ከዓ ጥዕናኻ ንክሕሎ ማለት እዩ ብቕዓት እንታይ ማለት እዩ ብቑዕ ንምዃን እንታይ ማለት እዩ ንዝኾነ ዓቕሚ ሓይሊ ተፃዋርነት ዘድልዮ ነገር ክትጻወር ምኽኣል ማለት እዩ። እዎ እዎ ንኣብነት ኣብ ጸወታ ኩዕሶ ርእ ተስዓ ደቂቕ ምጽዋት ኖርማል ክኸውን ይኽእል እዩ። ሚእትን ዕስራን ደቂቕ ምጽዋት ግን ምጽዋት ግን ተጻዋርነት የድልየካ። የድልየካ እዩ። እዎ ንሱ ትሬይን ጌርካ ኢኻ ትምጾ እምበር ስቕ ኢሉ ዝመጽእ ኣይኮነን። እዎ ንሱ ማለት እቲ ሕጂ እቲ ብቕዓት ልክዕ እዩ። ዝበሃል ንከምኡ እንድዩ። እዎ ሰራዊት ከኣ ብቕዓት የድልዮ እዩ። እዎ ብቕዓት የድልዮ እዩ። ትሬይኒን የድልዮ ብቕዓት የድልዮ እዎ እዩ። ውግእ ብባህሪኡ ብብቕዓት እዩ ዝኸይድ ተክኒካል ብቕዓትን ኣካላዊ ብቕዓትን የድልየካ እዩ እወ ብጣዕሚ ጽቡቅ እዩ እኮ እቲ ሓሳባት ሕጂ ከም ዝበልካዮ እቲ ኣርእስቲ እውን በዚ ገጣሚ እዚ ን- ብኡ ምኽንያት ሕጂ- ንተኻተልትና እውን ኣካላዊ ምንቅስቃስ ንጥዕናን ብቕዓትን ትብል መጽሓፍ እያ እዛ መጽሓፍ እዚኣ ገዚእኹም ተጠቀሙላ ናብ ጥዕናና ተምጽኦ ኣበርክቶ ብዙሕ እዩ እ፣ ብዙሕ ዝርዝራዊ መገዱ ከዓ ቀሪባ ቀሪባ ኣላ ብጣዕሚ ጽብቅቲ መጽሓፍ እያ ሕጂ እዚኣ ሞር ናብ መን ዘተኮረት እያ ናብ መንእሰያት ድያ ዘተኮረት ናብ ስፖርታውያን ዘተኮረ ድዩ ዶስ ነቶም ኣብ ኦፊስ ኮፍ ኢሎም ዝውዕሉ ሰባት ወይ መኪና ምሉእ መዓልቲ ክዝውር ዝኽእል ሰብ ኣሎ ናብ መን ገጻ ዘተኮረት እያ እዛ መጽሓፍ ተደለላ ኣተኩራኣ እንታይ መስለካ ኣብ ምንታይ እያ ትኸይድ መስለካ ጥዕና ዲፊኒሽን ናይ ጥዕና ኣሎ እንድዩ እንታይ እዩ ዝብል ንሱ ገድቲ ካልእ ቁርፅ ኣቢልና ገዲፍና ኣካላዊ እዚ ጥዕና ጥዑይ ሰብ ክበሃል እንድሕር ኮይኑ ንጥዕና ክሕሉ ዝኽእል ነገራት ክገብር ኣለዎ ሓንቲ ካብተን ዲፊኒሽን እያ ፕሮሞት ሄልዝ እያ ትብል ጥዕና ማለት ካብ ሕማማት ነፃ ምዃን ጥራሕ ዘይኮነሲ ናይ እምሮ

እው ሓቁ እንዲሞ እዋ ስለዚ መን እንተልካ ንመናእሰያት ድዩ ንዓቢ ንኩሉ እያ ንኹሉ እቲ ነገር ኣበይ ዝፈላለ ብዓቐን ናይቲ ትገብሮ ዘለካ ምንቅስቃስ ዝበፅሓዎ በዓላት ነገረካ እያ እዋ። ደኣ ክፈላለ ይኽእል እምበር ናተይን ናትካን ወበይኑ ክኾን ይኽእል እዋ እዩ እምበር ንኩሉ እዩ ዘድለ ንኩሉ እያ እዚኣ ኣብ ቀዳማይ ምዕራፍካ ናይዛ መጽሓፍ እንታይ ጠቒስካ ኣለኻ? ኣካላውን ስነኣእምሮኣውን ጸቕጢ ዝብል ኣርእስቲ ኣሎ። ኣብኡ ኸኣ ኣብ መንጎ ኣካላውን ስነኣእምሮኣውን ጸቕጢ እንታይ እዩ እቲ እቲ ፍልልዩ? ኣብ መንጎ ኣካላውን ስነኣእምሮኣውን ጸቕጢ ዘሎ ፍልልስ እንታይ እዩ? ነዚኣ ተብርሃልና። እወ ሕጂ ንዓ ንውሰድ። ክልቲኦም ሓደ እዮም ዝመስሉ ማለት እየ። ሓደ እዮም ዝመስሉ እወ። እወ። ንውሰድ ሕጂ ሓደ ሰብ ጊታሪስት ንበሎ። ኦኬ። ጊታር ዝሃርም ሰብ። እወ። እዚ ጊታር ዝሃርም ሰብ እዛ ጊታር ምህራ መብልዒቱ እያ። እዋ ብሓይ ዝነብር እዋ። ፕሮፌሽናል ልክዕ ትኮይኑ እዩ፣ እዋ። ማንታ ሃርሚ ትኸይድ ወይ ታይፒስት ትኮይና እውን ነገር ኢዳዋ እያ በዳውያት ባስኬተል ፃወት ትኾን ከምኡ ኩዕሶ ፃወት ትኾን ምግሪ ብእግሩ ፃወት እዩ። ኦኬ መጉዳእቲ የጋጥሞ እዋ፣ ኢዱ ስበር እግሩ ስበር ኦኬ። እዚ መስፈርቲ ናይ ኣካላት እዚ ፀቕጢ ገይሩሉ ኣሎ ንኸይቀሳቀስ ንኸይሰርሕ እዋ፣ ንኸይፃወት ኩዕሶ እም፣ ስለዚ እንታይ ኮይኑ ለቃንዛ ኣለዎ ናይ እግሩ

ደው ክትገብር እዎ፣ እዎ። ኣይኮነን እዎ። ኣካላዊ ክበሃል ከሎ ግን እቲ ዝጭበጥ ዝተሓዝ ዝረአ ማለት እዩ ከምኡ የጋጥም እዩ ንኣብነት ኣነ ብቐረባ ዝፈልጦ ድምፃዊ ኣሎ እ፣ መሳርሕትና ኣብ ስነ ጥበብ ብሳርሒ ዝነጥፍ ሰብ እዩ ድምፃዊ እዩ ጎረርኡ እ፣ ኣሸጊርዎ ሕጂ ልኽት ኢሉ ሕጂ ብጣዕሚ ተጨኒቑ እዩ፣ እንታይ እየ ክገብሮ ነዚ ጎረረይ ከመይ ክገብረ ገለ ይብል ነይሩ ማለት እዩ ሕጂ እዚ ዝበልካዮ ሲ ኣካላዊ በዚታቱ ቃንዛ ኣለዎ ን ኣብ ስርሑ ከኣ ጽልዋ ኣምጺእሉ ማለት እዩ ጽቡቅ እዩ ብጣዕሚ ካልእ ግን ኣዚያ ዘሰከፈትኒ ትመስል ዘረባ ኣብኡ እንታይ እዩ ጥዑይ ኣእምሮ ክህልወካ እንተ ኮይኑ ጥዑይ ኣካላት ክህልወካ ኣለዎ ወይ ጥዑይ ኣካላት ክህልወካ እንተ ኮይኑ ከኣ ጥዑይ ኣእምሮ ክህልወካ ኣለዎ ዝብል ኣርእስቲ ልዒልካ ኣለኻ እሞ ቁሩብ ሰንሲቲቭ ዝመስል ነገር ገለ መስል እሞ ከመይ ማለት እዩ እዚ ኣክተር ነጽረልና እዋእ እዋእ እንታይ ይመስለካ ሕጂ እንታይ እዩ ኣብ መንጎ ኣእምሮን ኣብ መንጎ ኣካልን ፅኑዕ ምትእስሳር እዩ ዘሎ እዎ ሕጂ ስእሊ መንፈሳዊ ኣይኮነን እዚ ብሕልሚ ብገለ ኣይኮነን ዝጭባእ ዝተሓዝ እዩ እቲ ምትእስሳር ሕጂ ተእምሮ እንተ ተጨንቐሉ ኮይኑ እንተ ኣካላት ይሃስየ እዩ እዎ ታይ ማለት እዩ ሃሰ ማለት እዩ ኣሎ ምናልባት ኣብቲ ቀፃሊ ኣብታ መፅሓፍ እዎ እንተሎ ኣብቲ እታ መፅሓፍ ስዒድና እሞ ስለዘላ ፅኢና እዎ ክንዛረብ ንኽእል እዎ ንኸውን እዎ ሕጂ ኬሚካልስ ኣለዉ ንሶም ክሃሱኻ ይኽእሉ እዮም ንመን ይሃስዎ ንኣካላትካ ሰራውር ደምካ ድዩ ንልብኻ ድዩ ንሳንቡእካ ድዩ ንጭዋዳታትካ ክሃሱኻ ይኽእሉ እዮም እዎ ኣካል እዮም ክሃስሶም እዎ ልብኻ ከመይ ጌርካ ትጭብጣ ነገር እያ እዚኣ እታ ኣካል እያ እቲ ካብ ኣእምሮ ክመጽእ ዝኽእል ዘሎ እሱ እዩ። እቶም እቲ ከምቲ ዓንተቦ ዝበልክዎ እቲ ኣካል እንተደኣ ኣቐዲሙ ተጎዲኡ ኮይሉ ከኣ ነቲ ኣእምሮ ከኣ ክሃስዮ እዩ። ሎጂካሊ እዚ ዝሰ ዝኾነ ታራ ሰብ ዝፈልጦ ይመስለኒ። ኖ እንታይ ክምስል ስለ ዝኽእል እየ ሕጂ ዝሓቶ ኣምጽኣያ ሓደ ምናልባት ኣብ ስንክልና ዘሎ ሰብ ኣካላዊ መጉዳእቲ ዘለዎ ሰብ እዩ። ግን እዚ ሰብዚ ስነኣእምሮኣዊ ከኣ ኩሉ ግዜስ ኣብ ጸቕጥሎ ክንብል ንኽእል ዲና እዩ'ቲ ናተይ ሕቶ። እስታይ እኮ እዮ እጂ እንታይ መስለካ መጀመርያ መጀመርያ ክመጾ እንከሎ ደፊኒትሊ ዋላ ዘጥርጥር የለን እዎ ክልቲኦ ከም ዝመጾ ድሓር ግን ሪሃብሊቴሽን እኮ ኣሎ ምምሃሽ እኮ ኣሎ ምምሃር እኮ ኣሎ ትሬኒን እኮ ኣሎ ብከምኡ ጌርካ ሪያሊስቲክ ከም ዝኸውን ኩንነታዊ ከም ዝኸውን ፍታሕ ካልእ ካልእ ዳይመንሽን እዩ ካልእ ኣርእስቲ እኮ ከናዲ ኣብቲ ዘለዎ ኣይኮነን ተኸርኙ ኣይኮነን ኮፍ ክብል ሰብዚ እንታይ ኣገብር መስለካ ፀሓፋይ እንተ ነይሩ ኮይኑ ብኢዱ ፅሕፍ ኣሉ ነር እንተኮይኑ ካልእ ይቕይር ካልእ መንገዲ ቅይር እዩ በቲ ንሱ እዚ ባልካ ምፅኻዮ እኳ እዚ ቮካሊስት ዝበልካ ድምፃዊ ዝበልካ ንሱ'ኳ ኣብዚ'ቲ ጽታታት ዚት ስለ እተኣሰረስ፣ ጽእሎት ኣጠሚሩ ይኰንነ። ካልእ ክገብር፣ ካልእ ስራሕ'ኮ ይኸናዲ፣ ካልእ ስራሕ ከናዲ'ዩ፣ ትረይን ክገብር'ዩ፣ ገለ ክገብር'ዩ፣ ተመሓይሹ ኣሎ፣ ሪሃብሊቴት ኰይኑ፣ ሕጂ እንታይ ማለት'ዩ፣ ሓውዩ ኣሎ፣ ኣሃ፣ ሓውዩ ኣሎ። እወ፣ እ፣ እወ፣ ኣይመስለካን? እወ፣ ጽቡቕ ኣለኻ።
እ፣ ጽቡቕ ኮነሬል፣ እ፣ ሕጂ ኣብታ ቀዳመይቲ ምዕራፍ ጠቒስካዮ ዘለኻ ምንቅስቓስ ኣካላት ንጸቕጢ የወግዶ ድዩ ዋላስ የፋኹሶ'ዩ ኢና ንብል ዘለና? ንኣብነት ከምዚ ንኣብነት ኣልኮላዊ መስተ ምስ ሰተኻ ንዘለካ ሽግራት ንግዚኡ ክፈትሓልካ ክእል ይኸውን። ጽባሒቱ ግን ናብታ ዝነበርካያ ኢኻ ትምለስ እሞ ኣካላዊ ምንቅስቓሳት እና ንጻወት ኣእምሮ ክሳብ ክንደይ እዩ ጽልዋ ዘለዎ?
እወ ሕጂ እንታይ እዩ ብኸመይ ክንሪኦ ንኽእል መስለካ ኣካላዊ ምንቅስቓስ

ብኻልእ መንገዲ ማለት ሕጂ ንኣእምሮኻ ክጸልዎ እዩ ሓደ ክትንቀሳቀስ ከለኻ ኣለዉ ሄርሞንስ ዝወፁ እዚኦም ከም ሞርፊን ዝበሃል ዘይትከላ ባእታ። ናርኮቲክ ናርኮቲክ፣ ኣዎ። ድራግ እምበር እዩ። እዎ። ንሱ ምስ ወሰድካዮ ንግዚኡ ደስ ዋላ ኣልኮል እውን ከምኡ ደስ ገለ መለ ሞርፊን፣ ይብለካ ኣዎ። ኣብ ኣካላትና ሓደ ሆርሞን ኣሎ ምስ ተንቀሳቐስካ ፕሮዲስ ይኸውን እዚ ከዓ ንእምሮኻ ደስታ ስምዓካ ሓጎስ ከም ዝስምዓካ እንታይ ይገብር ይበሃል እዩ። እዚ ሆርሞን?
ተመሳሳሊ ናይ ሞርፊን እዩ እዎ። ሓደ ንሱ ግዝያዊ ጥቕሚ ማለት እዩ። እዎ። ካልኣይ እቶም ጭዋዳታት ይተሩ እዎ። ይተሩ እ፣ ጸዓዱ ዋህዮታት ዝያዳ ከም ዝህልውካ ክኸውን ስርኩሌሽን ናይ ደም ጽቡቕ ክኸውን ይኸውን። ኦክሲጅን ትረክብ እዎ። መግ- እቲ መግቢ እውን ኣብ ቦትኡ ከም ዝበጽሕ ክኸውን እዚ ካብ ሕማም ከዓ ይከላኸለልካ ኣሎ ማለት እዩ እዎ። እዚ ከዓ እቲ ደስታ ናትካ ጥዑይ ትኾንካ ኣለኻ ዋን ከኣ እቲ ደስታ ናትካ ሓጎስ ናትካ ከኣ ክህልወካ እዩ። እንተደኣ ሕማም ኣልዩ እኳ ኮይኑ ኩሉ ግዜ ዲስኮምፈርት ወይ ዘይምቹእነት ዝስምዓካ ኣልዩ እንተ ኮይኑ ግን ኣእምሮኻ ኣብኡ ክትንከፍ ስለ ዝኾነ ጸገማት እዎ ሕጂ እንታይ እየ ድብል ኣለኹ ኮሎኔል ንኣብነት ሓደ ስነ ኣእምሮኣዊ ጸቕጢ ዝገበረ ሰብ ስፖርት ብምግባር ወይ ብምንቅስቓስ ነቲ ዘለዎ ጸቕጢ የወግዶ ድዩ ዋላስ ግዝያዊ ዕረፍቲ እዩ ዝረኽበሉ እዩ እቲ ናተይ ሕቶ ኣሎ። ኣይ ኣይ ኣየወግደሉን እዩ ጠንቂ እዩ ኩሉ ግዜ እንታይ እዩ ጠንቂ ናይቲ ስነ ኣእምሮ ጠንቂ ንኣብነት ኣብ ክቱር ሓዘን ዘሎ ሰብ ክቱር ሓዘን ኣሎ ንኣብነት ንበሎ እወ ካብዚ ድርፎ በፂሑ እንተመፅኡ ካብዚ ወይ ጎዳይ በፂሑ እንተመፅኡ ዝተሓዘን ከልግስ ኢልካ ዘይሕሰብ እዩ ትከውስ ክእል ኣለዎ መጀመርያ ትከውስ ክእል ኣለዎ ሕጂ ትከውስ እንተዘይተኣልዩ ኮይኑ ዓሰርተ ግዜ ተንቀሳቀስካ ዘምፀ ለውጢ ዋላ ሓንቲ የለን ራይ ቁሩብ እቲ ናይ ጭዋዳ ናይ ገለ ገለ ክመፅእ ይኽእል ይኸውን ንስኻ ትብለኒ ዘለኻ ግን እቲ ስነ ኣእምሮ ኣቮይድ ገብረ ይኽእሉ ከወግዶ ይኽእሉ ኣይኽእልን ዶስ ንግዚኡ ድዩ ኣይኽእልን ኣይኽእልን ኣይኽእልን ግን ከምኡ እያ ትብል ዘላ እታ መፅሓፍ ግን ብሓፈሻ ሲ ኣካላዊ ምንቅስቓስ ንጥዕናን ብቕዓትን ኢላ ኣብታ ቀዳመይቲ ምዕራፍካ ከዓ ንስነ ኣእምራዊ

የገድስ ምዃኑ ኣለካ እኮ ሪሊፍ እኮ ኣለካ ሪሊፍ ኣለካ እንታይ ኢና ንብል ዘለና ግን ብመሰረቱ ነቲ ኣካላዊ ምንቅስቃስሲ ኣፅቢብካለይ እንዳኻ ትሓቶ ብመሰረቱ እቲ ኣካላዊ ምንቅስቃስሲ የልግሶ ድዩ እኻ ትብለ እዚ ብላክ እንድ ዋይት ኣይኮነን ወይ ፃዕዳ ወይ ፀሊም ኣይኮነን ይሕግዘካ እዩ እንተ ኣብ ክትር ሓዘን ዘሎ ሰብ ጎዳይፍ እንተበፂሑስ ከልግሰሉ እዩ ገለ ግን
ኣይኮንን ሓገዝ ከም ዘለዎ ግን ጥርጥር የለን ፅቡቅ
ፅቡቅ ግዜ ነሕልፍናሉ ተስፋ ገብር ከመይ ኣለካ ፅቡቅ ኣለካ ዲካ ኮነሬል ፅቡቅ ኣሎ ፅቡቅ ፅቡቅ

ኣብ ኣሚር ግራፊክስ ስቱድዮ ኢሉ ዝስቀል ዘሎ ኣሚር ግራፊክስ ስቱድዮ ሓድሽ ቻነል ስለ ዝኾነ ምትብባዕ የድልዮ እዩ። ኣሚር ግራፊክስ ስቱድዮ ባይ ዘ ወይ ሓደ ካብቶም ብሉጻት ስራሓት ዘፍረየ ንብሎ ዝነበርና ደባስ ትብል ፊልም ንመጀመርታ ግዜ ኣብ ሃገርና ፕላቲንዮም ኣዋርድ ዝተዓወተት ፊልም እያ። ከምኡ ድማ ብዓቢኡ ኣብ ክልተ ሽሕን ክልተን ብራይሞክ ኣዋርድ ብድራማ ዝተሸለመ ራይሞክ ኣዋርድ ዝወሰደ ናይ ዓድና ማለት እዩ። ስለዚ ቀሊል ስራሕ ኣየበርከተን ኣሚር ግራፊክስ በዚ ኣጋጣሚ እዚ ድማ ንስርሑ ንምትብባዕ ኩላትና ኮመንት ሼር ሳብስክራይብ ንብል ኣለና ብከምኡ እዩ ማለት እዩ ዕላልና ምስ ኮነሬል ግን ቀጻሊ እዩ ዘሎ ናብ ኮነሬል ኮነሬል ኣብ መጽሓፍካ ኣብ ገጽ 26 ጥዕና ብመንጽር ኣካላዊ ምንቅስቃስ ኢልካ ኣለኻ ሓደ ካብቶም ጠቂስካዮም ዘለኻ ገለ ድማ ኣካላዊ ብቕዓት ቴክኒካዊ ክእለትን የማዕብል ብቐሊሉ ከይደኸምካ ነዊሕ ሰዓታት ምስራሕ ምጉዓዝ ትጻወር፣ ካብ ዝተፈላለየ ዓይነት ሕማማት ይከላኸለልካ፣ ብቐሊሉ ንመጉዳእቲ ኣይትጥቃዕን፣ እንተጋጢሙ ድማ ናይ ምሕዋይ ዕድል ይበዝሕ፣ ትህኪት የወግድ፣ ኣተሓሳስባኻ የስፍሕ፣ ኣእምሮኣዊ ድኻም ድማ ይከላኸል። ድሕሪ ምንቅስቓስ ሓጎስ ከም ዝስምዓካ ይገብር፣ ጸቕጢ ኣእምሮ ይከላኸል፣ ጾታዊ ድሌት ድማ ይውስኽ ኢልካ ኣለኻ እሞ ኣብ ካብዚኤን more ሓሳባተይ ዝወሰደት እዛ ድሌት ጾታዊ ርክብ ይውስኽ ትብል እያ'ሞ እዛ ጾታዊ ድሌት ትብል ክፋል ግን ኣገዳሲት ገለ ኮይና ስለ ተሰማዓትኒ እያ። እወ ሕጂ
ንእሽተይ ስለ ዝኾንካ ከም ስኒ እምበር እቲ ካልእ እቲ ካልእ ናይ ጥዕና ከማን ኣለዎ እንድዩ ኦኬ ሕራይ ይወስኽ ሴክሹዋል ዲዛየር ወይ ድማ ንጾታዊ ድሌት ናይ ወዲ ሰብ ይወስኽ እዩ። ሕጂ እንታይ እዩ ዝኸውን መስለካ ብክልተ መንገድታት እዩ ዝውሰን። ሓደ እቲ ኣእምሮ እቲ ነገር እቲ ቀንዲ መሰረቱ እንታይ እዩ? ኣካላዊ ምንቅስቃስ ክትገብር እንከለኻ ሓደ እቲ ኒትሪሽን ክህልዎ ኣለዎ። እዚ ነፂልና ኣይኮና ንሪኦ ዘለና ሓደ መግቢ ንውግዶ ኣለና ከይመስለካ

ካልኣይ ሰራውር ደምን ልብን ነቲ ዘለካ ደም ዘጓዕዛ ጥዑይ ገርን ከጓዕዛ ዝኽእላ ክኾና ኣለወን። ሳልሰይቲ እቲ ዝዓልበሉ ቦታ እቲ ጭዋዳታት ተቐቢሉ ፅቡቅ ዝጥቀመሉ ክኸውን ኣለዎ ኣብኡ ኣለዎ መስርሕ ኣለዎ ማለት እዩ እዚ ሕጂ እቲ እዚ ንምግባር እእምሮ ካብ ሓንጎል ማለት እዩ መቸስ ናይ ኩሉ ኣዛዚ ማስተር ሓንጎል እዩ ሓንጎል እዩ በቃ እዚ ኩልና ኢና ንሰማምዐሉ ኦኬ። ሕጂ ሓንጎል ነቲ ናይ ፆታዊ መዳይ ኦክሲጅን እኹል ተረኺቡ መግቢ እኹል ተረኺቡ ሽኮር ተረኺቡ እንዳር ኮይኑ ፀዓት ዝያዳ ከም ዘፍሪ እሞ መልእኽቲ ከም ዝሰድድ ኬሚካል ካብ ዝፅሙቑ ኣለዉ ንኣብነት ፈሎክላር ስም ናይትን ሆርሞን ዝበሃል ሓደ ኣሎ ሓደ ኦ። ሉቲናይዝን ሆርሞን ዝበሃል ኣሎ ንፆታ ዝምልከት እዮም እዚኦም ኦ። ካብኡ ፕሬዚስ ይኾኑ እሞ ናብቲ ዝ- ዝድለ ቦታ በፅሑ ናበይ ዝድለ ቦታ ናብቶም ፍረ ነብሲ እዋ ኣብ ፍረ ነብስን ኣብቲ ሞትሎን ማለት እዩ እዋ ክበፅሕ ሕጂ እዚኦም መ- መፂኦም እግ- ምስኡ ግን እንታይ ኣሎ ብደም- በየን ምንታይ ዝበፅሕ? ብደም እዩ ዝበፅሕ ናብ ሕጂ

ምቕናዕ ናይ ሞትረ ክህልወካ እንድሕሪ ኮይኑ እኹል ዝኾነ ዋሕዚ ናይ ኒትሪሽንን ናይ ኦክስጂንን ናይ ደም ክህልው ኣለዎ ትበታ እሙ ክገብር እንድሕሪ ኮይኑ ከዓ ኣካላዊ እንቅስቃስ ምስ ተማዕብልን ዝያዳ ሓይሊ ከም ዝህልወካን እንተትኮይኑ እዩ እንተ ኣካላዊ እንቅስቃስ ዘይብልካ ኮንካ ግን ከምቶም ካልኦት ጨዋዳታትካ ኦልሞስት ናብ ምልማስ ገጾም ከይዶም ዘለዉ እሱ እውን እቲ ናይ ምቕናዕ ባህሪ ዘለዎ እውን ኣብኡ እውን ፌል ይገብር እዩ ፌል ይገብር ማለት ኣንቶ ከይትርስዓ ዘይብልካ ኣነ ዘይፈትዋ እንታይ ኣላ መስለካ ገለ ሰባሲ ኣነሲ ጭሕሚ የብለኒ እንተ ኢልካ ቦታዋነ ዘላ ኣደ ኤልጋንስ ዝበሃላ ከማን ኣብቲ ገዛውትና ነይርወን መለዎ እንዲ እዚ ሕጂ ዘረባ ኣይኮነ ሓቂ ዶ ነውርዲ እዩ እዋ ኣይዎ ከምኡ ዓይነት ክውሰድ የብሉን ኤክሴፕሽንስ ከም ገለ እንተሪኢኻ ተዘይኮይኑ ካልእ ኣርእስቲ እዩ ጀነራል ክንርኢ ከለና ክንደይ ፐርሰንት ክንርኢ ከለና ግን እቲ ኣካላዊ ምንቅስቓስ ዝበሃል ኣብ ፆታዊ ዲዛየር ናትካ ንጓል ኣንስተይቲ ኹን ንወዲ ተባዕታይ ኢኻ ሐራይ ጽቡቅ ኮነሬል ሕጂ ብዛዕባ እታ ናይ ስፖርት ምንቅስቃስ ኣብ ጥዕና ዘምጽኦ ጽልዋታት እንዲና ጽቡቅ ጌርካ ትገልጸና ጸኒሕና ኣብ መብዛሕትና ኣብዞም ብፍላይ ኣብዚ ናትና ዓውዲ ኣብ ስነ ጥበባውያን ግን ብዙሕ ትህኪት እዩ ደሎ ናይ ስፖርት ዘይምስራሕ ሕጂ ብዙሕ ሰብ ስፖርት ክሰርሕ ደሊ እዩ ከመይ ገይሩ እዩ ነቲ ናይ ስፖርት ምስራሕ ልምዲ ዘምፅኦ ግን ብጣዕሚ እዩ ዝሽገር እሞ እንታይ ክትምዕደና ትኽእል እንታይ ክትመኽርና ትኽእል ስፖርት ክንሰርሕ መጀመርያ መጀመርያ ጠቓሚ ድዩ ኣይኮነን እዎ ኣእምሮኻ ጠቓሚ ምዃኑ ከተምን ኣለካ ኦኬ እዚኣ እስኻ ትብላ ዘለኻ ወይ ኣነ ዝብላ ዘለኹ ዓለም ምሉእ ኣብዚ እዋን እዚ ሓደ ካብቲ ኣዝዩ ኣገዳሲ ኮይኑ ዝውሰድ ዘሎ ኣንቲ ኦክሲዳንትስ ዝበሃሉ ኦክሲዴሽን ወይ ኣንቲ ኦክሲዳትን ዝበሃሉ ኣካላዊ ምንቅስቓስን እዮም ኣገድቲዮም ኣገደስቲ ኮይኖም ት- ዝውሰድ ዘሎ ኣብዚ እዋን እዚ ንጥዕና ማለት እዩ ኦኬ ሕጂ እእምና ጠቓማይ ምዃኑ እምነ መጀመርያ ብድሕሪኡ ከምታ ኣንቶ ዘለ ናይ ዲሲፕሊን ጉዳይ የድሊ ድቃስ ሰዓት ሓሙሽተ ክትስእ ይግበኣካ እንድሕር ኮይኑ ሓሙሽተ ጽቡቅ እዩ ትስምዓካ ክትቅሰ ክትቅስሎ ክትስእስሎ ክትቅስላ ብትርካ ተብላ ዘለካ በቃ መግቢ ንኣብነት መግቢ ክትበልዕ ከለካሲ ይኣኽለኒ ኢልካ ክትገድፎ ኣለካ እምበር ስቕ ኢልካ ጥዑም ጥዑም ስለ ዝጠዓመካ እንድሕር ትበልዕ ኣለካ ኮንካ ሕማ- ሓደጋ ክትወድቕ እዎ። እዚ እውን ዲሲፕሊን እዩ ቆልዓ እንተኮይኑ ኮንትሮል ዘይገብር ይኽእል ዓብዪ ግን ብመደብ ብመፅናዕቲ እንታይ ይገብር ኣለኒ ኢሉ ብዲሲፕሊን ብምፅማም ምፅማም ትፅማም ብዙሕ ዋጋ የኽፍለካ ይገርመካ ናይ ሓፂር እዋን ናይ ካልእ ሰብ ክሰርሕ ከም ዘለዎ ወይ ገለ ክፈልጥ እዩ ሕጂ እቲ የድልዮ ምዃን ኦ፣ ኣብ- ኣብ ምትግባር እዩ ዝጭገሮ ዘሎ ኣብ ምትግባር እዩ ዝሽገር ኣብ ዘሎ ምትግባር እሞ እብለካ ኣለኹ እኮ መጀመርያ የድልየካ ዶ ኣየድልየካን ምዃኑ እመን እዋ
እዚ ከዓ እስኻ ትብሎ ወይ ኣነ ዝብሎ ዘለኹ ዘይኮነስ ኣገዳሲ ምዃኑ እመን ብድሕሪኡ ግን ቁሩብ ጻዕሪ ከድልየካ እዩ። እቲ ጻዕሪ እንታይ ማለት እዩ? ድቃስ ንኣብነት እሱ የሀክየካ ይኸውን ብትኽ ኣብሎ ንሱ እቲ ደስ ዝብለካ ዘሎሲ ብድድ ትብል ከምኡ እንተጀሚርካ ኮንካ ባዕሉ ድሕሪኡ ግን ኣሪስቶትል ዝበሃል ናይ ግሪክ ፍላስፋ እንታይ ይብል መስለካ መጀመርያ ባህሪ ናትና ንሕና ኢና ንቆፃፀሮ ድሓር ግን ንሱ እዩ ዝቆፃፀረካ ዊ ፈርስት ኮንትሮል ኣር ሃቢት ዘን ኣር ሃቢት ኮንትሮል ስኣስ እዚ
ሽዑ እቲ ሃቢት ከዓ እቲ ቨርቹ ክኸውን ነዎ ገለ እንዳበለ ዝጠቐሶ እዩዎ መጀመርያ ባዕልኻ ኢኻ ሃቢትካ ባዕልኻ ትቆፃፀሮ ትኸላ ድሓር ግን ባዕሉ እዩ ዝቆፃፀረካ እታ ሕጂ ዲሲፕሊን። ሓንሳእ ምስ ለመድካያ እታ ምንቅስቃስ ሲ ኦ፣ ባዕላ ተስእ ተስእ ክትብለካ እያ ክትለምዳ እያ ክትፈትዋ እያ ሕጂ እዚኣ እታ ምፅማም እያ ኢላ እታ ዲሲፕሊን እያ ትብለካ ዘላ ማለት እያ ሕጂ እታ ዲሲፕሊን እንታይ ማለት ምፅማም ማለት ካልእ ነገር የለን ቅኑዕ ነገር ንክትገብር ሲ ፅመም ኣለካ ሸርትካ ክትከይድ ኣይትኽእልና እታ ን- ኣሰልጠኒ ኢልካ እዚ የቕፅዓካ እዩ ኣብ ሂወትካ ውን ፅቡቅ ኣይኮነን ዋጋ የኽፍለካ እዩ ዋጋ ከኽፍለካ እዩ እወ ኣብ ንስኻ ህይወት ግን- እውን ዋጋ የኽፍለካ እዩ ዋጋ ከኽፍለካ እዩ እወ ዋጋ ከኽፍለካ እዩ ዋጋ ከኽፍለካ እዩ ከረኽበካ እዩ ሓደ እዋን እዚ ከምኡ ስለ ዝኾነ ኣብዚ ክትጥንቀቕ ኣለካ እዚ ዲሲፕሊን ምግባር ማለት ከዓ እንታይ ማለት እዩ ባዕልኻ ንብስኻ ተቋፃፂርካ ኮንትሮል ምግባር ማለት እዩ እጅት ውፅኢቱ ከዓ ክትሪኦ ኢኻ እዋ
ሪተርን ኣለካ እኮ

ርጉም እንተርኾንካ እንተ ፅቡቅ ዘይትገብር ኮንካ ገለ ትኾን ከዓ ብላሽ ኣዝዩ ረኻ ዘለካ ምክንያት ዝሕግዘካ ነት ኣንተ ንዲስፕሊን ብኸመይ ኢኻ ዲፋይን ጌርካ ኔርካ ምልስ ኢልና ስለ ዘለና ማለት እዩ። ዲሲፕሊን ኣነ እንታይ መስለካ ስነ ስርዓት ምግባር እሩም ምዃን ገለ ገለ ዝብል መግለፅታት ብዙሕ ኣሎ ጌጋ ኣይኮነን ንሱ ብፍላይ ኣብታ ኣነ ዝመሃረላ ዝነበርኩ ፈርስት ሳም ሂስተን ዝበልኩካ ቤት ትምህርቲ ግን እዋ እዋ ኣብ ሚሊታሪ ማለት እዩ ንዓይ ውን ሰሓበትኒ ድፍንሽን ፓወር ትብል ኣላ ድፍንሽን ናቶም ዝብልዋ እዛ ዲሲፕሊን to do the right thing where there is no supervisor እያ ትብል እንታይ ማለት እያ እዚኣ ተቋፃፃሪ ኣብ ዘይብሉ እዋን ቅኑዕ ዝኾነ ተግባር ስራሕ ቅኑዕ ዝኾነ ተግባር ኣብነት ኣንተ ወንጨልካ ነይረ ዋን ወይ ዘላ ብሓንቲ መንገዲ ጥራሕ ትሕለፋ ማኪና ሲ

ስብልና ይኮን መፀ መፀ እንዳበልካ ገሸበደበት ክትብል
ብጣዕሚ ፅቡቅ እዩ ፅብቅቲ እንታይ ይበሃል ኢካ ይብካ ነዛ ናይ ዲስፕሊን ብዙሕ ሰብ ክርዳኣ እውን ብስነስርዓት ብምግባር ብገለን እዩ ዝሕዛ- ድሕዛ መብዛሕትኡ ግዜ ካብኣ ጀሚርካ ግን ሕጂ ፅብቅቲ ኣብነት ኣምፂኻልና ዘለካ ሲ እቲ ዝቆፃፀር ኣካል ይሃሉ ኣይሃሉ ብዘየገድስ እስኻ

ዜሎ ዜሮ ከ ኣሎ እንዲ ልዕሎ ዜሮ ከ ኣሎ እንዲ እዚ ካብ ትሕቲ ዜሮ ኣነ ሓስቦ ሰብ እዚ ዝኸውን ዝገብር እዋ እዋ ብጣዕሚ ፅቡቅ እ፣ እዛ መፅሓፍ ብጣዕሚ ፅብቅቲ እያ ክቡራት ተኸታተልቲ ነዛ መፅሓፍ ዓዲግኩም ክትርእይዋ ክተንብብዋን በዚ ኣጋጣሚ እዚ እ፣ ንላቦ ምክንያቱ ብዙሕ ነገራት እዩ ዘለዋ ካብዚ ዝገርም ነገር ግን ኮነሬል ኣብ ጀካ ብ መፅሓፍቲ ምፅሓፍ ኣብ ዝተፈላለዩ ነገራት ውን ትነጥፍ ኢኻ ንኣብነት ኣብ ጋዜጣ ሓዳስ ኤርትራ እውን ትጽሕፍ ኢኻ፣ ኣብ መጽሔት ህዝብን ፖሊስን እውን ጽሒፍካ ኣለኻ። ብፍላይ ኣብዘን ክልቲኤን ዝጸሓፍካየን ደስ ዝብላኒ ነገራት ግን ኣለዋ። ንኣብነት ብዛዕባ ኣይኪው።